ትዕግስቲ ንዝኾነ ሽግር መዋዳድርቲ ዘይብሉ መድሓኒት እዩ። ትዕግስቲ ዝውሓደካ እንተደኣ ኮይኑ ምስ እዮብ ተዛረብ። ትዕግስቲ መራር እያ ፍረኣ ግና ጥዑም እዩ ትዕግስቲ ዘይብሉ ህይወት መሪር እዩ ብዘይ ጥርጣረ ንኹሉ ፈተናታት ክንስዕረሉ ንኽእል ጥበብ ኣብዚ ዓለም እዚኣ ኣሎ እንተደኣ ተባሂሉ ናይ መጀመርያ ትዕግስቲ ጥራሕ እዩ ክኸውን ዝኽእል ትዕግስቲ እንተሃልዩና ሰዓታትን ናይ መዓልትን እኳ እንተነውሐ ፀሓይ ምዕራብ ሰዓታት ናይ ለይቲ እንተነውሐ እውን ምጉሕ ኣይተርፎን እዩ። ትዕግስቲ እንተዘይሃልዩና ግን ብርሃን ፀሓይ እውን ክትርኢ ኣይትኽእልን ኢኻ። ትዕግስቲ ደቂ ሰባት ዘጥርይዎ ዝሐሸ ጠባይ እምበር ተኣምር ኣይኮነን። ካብቶም ብዙሓት ፍረ መንፈስ ቅዱስ እውን ሓደ ትዕግስቲ እዩ። ገላትያ ምዕራፍ ሓሙሽተ ፍቕዲ ዕስራን ክልተን ሓደ ኣቦ ትዕግስቲ ማለት ካብ መከራ ምህዳም ዘይኮነስ ንመከራ ተሰኪምካ ምጉዓዝ እዩ ክብል ከሎ ተዛሪቦም ነይሮም። ብሓቂ ትዕግስቲ ነተጓኒፈካ ዘሉ ሕማቕ ክሓልፍ ኢልካ ኣዓንትኻ ቋሕ ኣቢልካ ንቕድሚት ምጥማት ብተስፋ ክሰግርዒ ኢልካ ምፍታን ደኣ እምበር ካብቲ ሽግር ወይ ድማ ካብቲ ፈተና ምህዳም ኣይኮነን። ንሕና ጥራይ ይመስለና እምበር ብዙሓት ጻድቃኑን ትዕግስቲ ብምስኣን ኣብ ህይወቶም ተፈቲኖም። ኣብ ትዕግስቱ ጉድለት ዘይብሉ ግና ኣምላኽ ጥራሕ እዩ። ንሱ ካብቲ ሰማይ ካብ ምድሪ ልዕል ዝበለ መንገድታተይ ካብ መንገድታትኩም ሓሳባተይ ድማ ካብ ሓሳባትኩም ልዕል ዝበለ እዩ እኳ እንተበለና ክሳዕ ሕጂ ግን ኣይሓደገናን። ስለዚ ይኽበር ይመስገን። ኢሳያስ ምዕራፍ ሓምሳን ሓሙሽተን ፍቓዲ ትሽዓተ እውን ከምዚ ይብለና ንሱ ንዓና ክገድፈና ብዙሕ ብቑዕ ምኽንያት እናሃለዎ ክሳዕ ሕጂ ግን ካብ ዓመታት ናብ ዓመት ብሰላም ብጥዕና ብምስግጋር ዝሰደና እዩ እግዚኣብሔር ይመስገን ንሕና ብጉድለት ሰባት ክንዛረብ ፀሓይ ይዓርበና እቶም ብእምነት የሕዋትና ዝኾኑ ሰባት ንዘመናት ምሉእ ንኣምላኽ ዘይገበርዎ ኣቅድሜና ንእሽተይ በደል እንተደኣ ፈጺሞም ግና ንምጽማሞም ዓቕልና ዝጸበና ጉድለቶም እንተዘይተዛሪብና ከም ጥንስቲ ሰበይቲ ቅልውላው ዝሕዘና ንዝበደሉና ዝበደሉና ግን እኳ ክንሕዘሎም ዘኪርናዮን ዘይንፈልጥ ተማጻዳቕቲ ሰባት እኳ እንተኾና ክሳዕ ሕጂ እቲ ልዑል እግዚኣብሔር ኣምላኽና ግን ሓጢኣትና ተሰኪምልና ምህላው ግን ብጣዕሚ እዩ ዝገርም። ኣብ ዓለም እቲ ዝዓበየ ክፋል መሬት ሒዙ ዘሎ ውቅያኖስ እዩ። እምበኣር ንውቅያኖስ ብልብሲ ክትሽፍኖ እኳ እንተዘይትኽእል እቲ ሰፊሕ ትዕግስቲ እግዚኣብሔር ግን ክሳዕ ሕጂ ነቲ ማእለያ ዘይብሉ ሓጢኣትና ሸፊኑ እንሆ ካብ መዓልቲ ናብ መዓልቲ ካብ ዘመን ናብ ዘመን የሰጋግረና ኣሎ ንሱ ትዕግስቲ እንተ ዘይህልዎ ነይሩ ክሳዕ ሕጂ እውን ዝጸንሕ ፍጥረት ኣይምሃለወን ምድረ በዳ ቅርጺ ዘይብላ ኮይና ምተረፈት ነይራ ንሱ ሓንቲ ግዜ እዩ ብኣይሁድ ተሰቒሉ ነዚ ክንዘክር ከለና እውን ንሓዝን ኢና። ይኹን እምበር ኣብ ዕለታት ህይወትና ወይ ድማ ኣብ መዓልታዊ ህይወትና ሰኣን ትዕግስትን ዓቕልን ምግባር ሓጢኣት እናሰራሕና መዓልታዊ ንክርስቶስ እንሰቕሎ ከም ዘለና ግን ንፈልጥን ንርዳእን ዶ ንኸውን? ብዙሓት ሰባት ኣብዚ ዓመት እዚኣ እገለ መይቱ እገለ ሓሚሙ ይብሉ ይገርም እዚ ዓመት እዚኣ እኮ ንብዙሓት ዓበይትን ናእሽትን ሰባት ወሲዳትና እያ ክብሉ ንሰምዕ ኢና ብሓቂ ክንግረም ዝግባኣና ግን እቶም ምኻዶም ዘይኮነሲ ነቶም ብህይወት ምትራፍና እዩ። ኣምላክ ካብቶም ዝሓለፉ እንታይ ሓሊፉ ሕልፊ ስለ ዝገበርናሉ እዩ ክሳዕ ሕጂ ብህይወት ኣጽኒሕና እንዳበልና እስኪ ንህይወትና ንሕተታ እንታይ ይኸውን መልስና? ትዕግስቲ መንገዲ ዓወት እያ። ትዕግስቲ ማለት ንኹሉ ኣብ ህይወትካ ዝመጽእ ችግር ተጻዊርካ ምሕላፍ ማለት እዩ። ትዕግስቲ ዘለዎ ሰብ ዝመጾ ፈተና ብትዕግስቲ ናብ ርብሑ ክቕይሮ ይኽእል። ትዕግስቲ ዝጎደሎ ሰብ ነቲ ዝቐለለ ጸገም ብዘይምዕጋሱ ናብ ዝለዓለ ወይ ድማ ናብ ዝዓበየ ጸገም ይቐይሮ ወይ ድማ የራብሖ። ኣብ ህይወት ንእሽተይ ተዓጊስካ ዘይምሕላፍካ ናብ ብዙሕ ዝኸፍአ ሽግር ክትበጽሕ ትኽእል ኢኻ። ዓለም ለማጽ ስለ ዘይኮነት ክኸፍአካ ነገራት ከጨንቑኻ ይኽእል እዮም፣ ግዴታ እዩ። ኣብቲ ፈተናታት ትወስዶ ስጉምቲ ድማ ዓብዪ ታራ ኣለዎ። ገለ ሰባት ከዓቕሞም ንላዕሊ ሓሲቦም ኣብ ዝጨነቐሉ ህዋት ህይወት ወይ ድማ እዋን ሞት ፍርሓት ይመስሎም ወይ ድማ ከም መፍትሒ ይወስድዎ። ንነብሶም ባዕሎም ከሕልፉ ንርኢ ኢና። እዚ ግን እቲ ዝዓበየ ጌጋ እዩ። እታ ንደቓይቕ ተጨኒቖም ጉዳዮም ብትዕግስቲ ጸሎት ሓሊፎም ህይወቶም ኣክንዲ ዝመርሑ ነብስኻ ምጥፋእ ከም ፈታሕ ወሲዶም ነብሶም ዘጥፍኡኻ ውሕዳት ኣይኮኑን። ነብስኻ ባዕልኻ ክሳዕ ዘይፈጠርክያ ባዕልኻ ክተጥፍኣ ፍቓድ የብልካን። ቀታሊ ነብሲ ዝብል ኩሉ ናይ ዘላለም ህይወት ኣብኡ ከም ዘይትነብር ትፈልጡ ኢኹም። ትዕግስቲ ህይወት ትብያ ተዓገስ ቅሩብ ግዜ ብዘይ ምዕጋስካ ኣብ ህይወትካ ብዙሕ ነገራት ክሳራ ክገጥመካ ይኽእል እዩ። ህውኽ ዝብኢ ቀርኒ ይነክስ ከም ዝበሃል ታዊካ ትገብሮም ነገራትካ ኣብ ህይወትካ ምሉእ ተመሊስካ ክተዕርዮም ዘይትኽእል ክሳራ የስዕበልካ። ትዕግስቲ ዝወነነ ሰብ ዋላ ሕማቕ ኩነታት ጽቡቕ እምበር ሕማቕ ኣይዛረብን። ካብ ኣፉ ወርቂ ዝኾኑ ቃላት የውጽእ። ኩሉ ጽቡቕ ነገራት ብእሾኽ ስለ ዝተኸበ እሾኽ ከይተወጋእኻ ጽቡቕ ነገር ኣይርከብን እዩ። እቲ ጽቡቕ ነገር ክትረክብ እሾክ ክትውጋእ ግድን እዩ። ሕንዚ ናይ ንህቢ ከይወግአካ መዓር ክትብርብር ኣይትኽእልን ኢኻ። ሕንዚ ከይወግኣኒ ኢልካ ካብ ምብርባር እንተ ደኣ ርሒቅካ መዓር ኣይትበልዕን ኢኻ። ሽግር በዚሑኒ ኢልካ ንብስኻ ምጥፋእ እውን ማቻ ወይ ድማ ዕረፍቲ ኣይትረክብን ኢኻ። ዓቐልን ትዕግስትን ናይቲ ደቂቕ ጻጸ ኣስተብሂልናሉ ንፈልጥ ዶ? ንደሓር እትኸውን ምግቢ ክረክብ ብዙሕ መከራ፣ ብዙሕ ፈተና ይሕልፍ። ዝደቐቐ ፍጥረት ዝተጻወሮ ችግርን ፈተናን ክትላመድ ዓቕልን ትዕግስትን የድልየካ። ዓቃላት ንምድሪ ክወርስዋ እሞ ብጻዕን እዮም ከም ዝብል ቅዱስ ቃሉ ኣብ ትጽልየሉ እዋን ህውኽ መልሲ ወይ ድማ ቅልጡፍ መልሲ ኣይተድለ። ምስ ኣብ ሰማይ ዘሎ ኣቦኻ ተዛረብ ከም ዘለኻ ኣይትዘንግዕ ኣይትዘንግዕ። ሽሕ ዓመት ንወዲ ሰብ ንኣምላኽ ግና ሓንቲ መዓልቲ ምዃና ዘክር። ስለዚ ኩሉ ብትዕግስቲ እናተጸበኻ ከም ፍቓድካ ይኹን ኣምላኺ በሎ። ንኹሉ ግዜ ኣለዎ ዘንቢር ኣምላኽና ኣብ ዝፈቐዶ ኸኣ ክንረኽቦ ኢና ትዕግስቲ መንገዲ ዓወት እያ እምበኣር ሕጂ እውን ኣምላክ ከምዚ ይብል ኣሎ እንተዘይተነሲኹም ኩላትኩም ከምኡ ክጠፍ ኢኹም ሉቃስ ምዕራፍ 13 ፍቕዲ 5 እዚ ዘመን ዘመን ናይ ንስሓ ናይ ምሕረት ዘመን ክገብረልና ኣቐዲምና እግዚኣብሔር ኣምላኽ ክንልምኖ ብጸጋን ብምሕረትን ክድግፈና ኸኣ ፍቓድ ይኹን። ንኣቦና እዮብ ምሉእ ትዕግስቲ ዝዓደለ ንኣና ድማ ኩሉ ህይወትና ትዕግስቲ ዓድለና ኣሜን። ወስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ኣሜን። ዘጽንሐልና